ናይ ጆተንየ ዳዲ ሚስጥር ተፈሊጡ ናይ ጆተና ዳዶም ርክቦም ማለት እዩ ከመይ ምዃኑ ብዙሓት ሰብ ኣብ ኮመንት ተፋቐሩ ተፋቐሩ በጃኹም ተፋቐሩ ደስ ትብሉ ኢኹም እንዳበለ ብዙሕ ሰብ እንዳተናገሮም ኢና ርክቦም ድማ ከመይ ምዃኑ እቲ ሓቂ ተፈሊጡ ኣሎ ማለት እዩ። ኣባዲ ካብ ገዛ ተባሪሩ ሻንጣኻ ሒዝካ ውፃእ ተባሂሉ ማለት እዩ። ሰላም ሰላም ሽኮሪናታት ከመይ ኣለኹም? ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ለ ከመይ ኣለኹም? ዳሕና ዲኹም ተናፊቅኩም ቀኒኹም ከመይ ኒኹም ዳሕና ዲኹም ብሓቂ ንፍቐቢለኩም ቀኒየ ቪድዮ ስለለይ ሰራሕኹ ማለት እዩ ለማሓንቲ እንኳን ብዛዕባ ጆተና ዳዱ ካብኡለ ኣቢ ሜሬ ቲቲ መፅኩም ዘለኹ ማለት እዩ ክስካብ መጨረሻ ዛበይድዎ ተኸታተልዋ ማለት እዩ መጀመርያ ብጣዕሚ ደስ እዮም ዝብሉ ማለት እዩ ዳድና ዶቴ ማለት እዩ ካብኡ መብዛሕትኡ ኣብ ኮመንት እንዳረእኹ ነይረ ተፋቐሩ ተፋቐሩ ተፋቐሩ እዩ ዝብል ነይሩና እንታይ እዮም ዝብል ኣብ መጨረሻ ክምልሰልኩም እየ ማለት እዩ እስካብ መጨረሻ መጀመርያ እዛ ቪድዮ ሓቢርኩም ስምዕዋ ማለት እዩ። መጀመርያ ቲቲ ከም ዝሓመመት ሓሚማ ድማ ሆስፒታል ከም ዝኣተወት እንዳረእኹ ነይረ። መጀመርያ እግዚኣብሔር ኣምላኽ ምሕረት የወርደልኪ ቲቲየ ማለት እዩ። ናይ ሓቂ ተኮይኑ እግዚኣብሔር ኣምላኽ ምሕረት ይላኸልኪ ማለት እዩ። መቸም ብሕማም ይቕልድ ኣለዉ ከይብል እሞ ከዓ ናይ ማዕረ ኮላሊት ማለት እዩ ገቢዱ ቤተሰብ ማለት እዩ ብሕማም ክቕልዱ ኢለ ኣይሓስብን ግን ናይ ሓቂ ተኾይኑ እግዚኣብሔር ኣምላኽ ምሕረት የውርደልኪ ክብል ይደሊ ማለት እዩ። ኣብኡ ከለኹ ለለማዓንቲ ሰንበት እዩ እንኳዕ ኣብፀሐኩም ዝተባረከ ዝተቀደሰ ሰንበት ይግበረልኩም ማለት እዩ እግዚኣብሔር ኣምላክ ዝሓመሙ ዝሓውይሉ ዝጠመዩ ዝዕንገልሉ ዝፀምኡ ዝረውይሉ ሰንበት ይግበረልና ቤተሰብ ማለት እዩ ካብ ጦርነት ካብ ዕግርግር እግዚኣብሔር ኣምላክ ናብ ሰላም ይግበረልና ማለት እዩ። ዓለምና ብምንታይ ተጨኒቕ ኣለና ንርኢ ኣለና እና እግዚኣብሔር ኣምላኽ ካብቱ ንሰምዖ ኣለና ኩናት ወረ ኩናት እግዚኣብሔር ኣምላኽ ገጹ የብረሀልና ማለት እዩ። ካብኡለ ክብሎ ዝደሊ ማለት እዩ ኣባዲ ንቲቲ ኮላሊቱ ሓንቲ ኮላሊተይ ከባኣየይ እንዳበለ ነይሩ ማለት እዩ። ጽቡቕ ሓሳብ እዩ። ምክንያቱ ንሰብ ምድሓንሲ ንእግዚኣብሔር ጽቡቕ ክንዲ ዝገበርካሉ እና ኣጆኻ ጽቡቕ ሓሳብ እዩ ቲቲ። ብዙሕ መስዋእቲ ከፊላትሉ እያ ማለት እዩ። እንኳን እሱ ካሊእ ይግባኣ እዩ ማለት እዩ። ፅቡቕ ሓሳብ እዩ ግን ነዚ ፅቡቕ ሓሳብ እዚ ሜሪ ኣይደገፈቶን ማለት እዩ። ሓደ ዓይንኻ ሓደ ኮሌትካ ኢላትሉ ሓንቲ ዓይንኻ እንታይ ክገብራ ሓንቲ ኮሌትካ እንታይ ክገብራ እያ ትብለላ ማለት እዩ። ይኣኽለኪ'ዩ ብሚራ ዓይነይ ማለት እዩ ብሓንቲ ኩሊትና ምስ ሓንቲ ዓይኑ ኮይኑ ዕድመን ጥዕናን እንተህይዎ በቂ እዩ ማለት እዩ ግን ኣብዚ ሜሪ ሕጉስቲ ኣይኮነትን ካብ ፀባሕ ሻንጣ ሒዝካ ትኸይድ ኢላቶ ማለት እዩ ብቐርሺ ከም ዝገዝኣቶ ፍሉጥ እዩ። ኩልና ርኢና ናብቲ መጀመርያ ብሓንሳብ ክኾኑ ከለዉ ቅርሺ መሪፅ እዩ ምስኣ ኮይኑ ነይርና ሕጂ ድማ ማለት እዩ ከምታ ዝመፀኻያ ቀጥ ኢልካ ትኸይድ ትብለላ ማለት እዩ ቤተሰብ ትርእይዎ ኣለኹም ሻንጣ ሒዙ ይኸይድ ገዛ ተባሂሉ ማለት እዩ ኣንተኡ ከይሰራሕካ ኣሎ ከየፀዓርካ ኣሎ ማለት እዩ ናተይ ክትብል ዘበት እዩ ከምዛ ትርእይዎ ኣለኹም ከቢድ እዩ ከቢድ እዩ ግን ቤተሰብ ለካ ከምዚ ድዩ ስለለይ ይፅዓረሉ ስለለይ ደኸመሉስ ከምዚያ ጌራ በቃ ሻንጣኻ ሒዝካ ትኸይድ ኧረ ይበሃል ንእሽተይ ተሰከፊ መጀመርያ ከም ሰብ ሕሰቢ ማለት ኣብቲ ሲ ህይወት ሰብ ክሓልፍ እንዳበለስ ተችግርንዮ ኣስኳ ፍቓደኛ ኮይኑ እሞ ሜርስ ተጋጊኺኺ ቲቲ ብዙሕ ዓይነት መስዋእቲ ካብ ህይወት ማለት ሲ ካብ ሞት ዘውፅኦቶ እያና ቲቲ ስለ ለውፅኦቶ እያ ሕጂ ምሳኺ ዘሎና ከምዚ ክትብል እያ ንዓኣሲ ከምዚ ኣይግባኣ ነይሩ ማለት እዩ ኣባዲ ድማ እርግፀኛ እየ ከም ዝውስን ፅቡቅ ሓሳብ ከም ዝውስን ማለት እዩ እርግፀኛ እየ ንምንታይ ቴቴ መዓራንዴ መስዋእቲ ከም ዝኸፈለትሉ ይፈልጥ እዩ ብጀኮ ከዓኒ ማንም ከድሕና ኣይኽእልን ማለት እዩ ካብኡ ለቲቲ ጥንስቲ እየ እንዳበለተ ነይራና እናቱ ህፃን ሒዛ ከም ዘላ እውን ብቲ ሓደ ወፀን ማለት እዩ ቲቲ ክትድሕን ኣለዋ ኢሉ እዩ ዝሓስብ ዘሎ ማለት እዩ። ጽቡቕ ሓሳብ እዩ። እግዚኣብሔር ኣምላኽ ይሓግዝካ። ጽቡቕ ምጋርሲ ንማንም ኣይኮነ ንባዕልኻ እዩ ማለት እዩ። ንስኻ ጽቡቕ ነገር ክትገብር ከለኻ ብዓብኡ እግዚኣብሔር ከዓ ንኣኻ ብዙሕ ነገር እዩ ዘዘጋጀልካና ከምዚ ጽቡቕ ነገር ክትገብር ከለኻ ኣብቲ ናትካ ጽቡቕ ዘይሕጎሱ ሰባት ኣለዉ እስኻ ከምዚ እንዲኻ ከምዚ ተኾንካኸ ተሓመምካኸ ደሓርከ እንታይ ኢሉ ብዙሕ መሰናኽል ማለት ንምንታይ እዚ ጽቡቕ ለይፈቲ ኣሎና ከምኡ ዓይነት ሓሳብ ከቕርባልካ ወይ ከዓ ከቕርበልካ ይኽእሉ እዮም ማለት እዩ። ግን ነዚ በታ መጀመርታ ጽቡቕ ነገር ዝሓሰብካያ ብኣ ክትስዕራ ኣለካ እምበር ቲቲ ኣብቲ እንዳተሳቀየት እያ ብሓቂ እንተኾይኑ ማለት እዩ እንዳተቸገረት እያ ዘላና እዚ ሓሳብካ ቀፅለላ ክብል ይደሊ ማለት እዩ ካብኡ ከዓ እኔ ብዛዕባ ጆቴና እ፣ ዳዱ ማለት እዩ ብጣዕሚ ደስ ዝብሉ እዮም ኪን ድማ መብዛሕትኹም ቤተሰብ ጆቲ እና ዳዱ በጃኹም እባ ፍቁራት ኩኑ ፍቁራት ኩኑ ተፋቀሩ ንፍቅሪ ሕተታ እዩ ዝብልና ቤተሰብ ተረጋግዑ እባ ትማሊ ትማሊ እኮ ብጣዕሚ ዝፋተዩ ብጣዕሚ ዝከባበሩ ፍቁራት ሮዝና ጆቲ ነይሮምና ሕጂ ግን ብሓንሳብ የለውን ያው ተፈላለና ካብ ዝብሉ ብዙሓት ንእሽተን ኣዋርሕ ገይሮም ኣለውና ደስ ኣይብል ማለት ከምኡ ኢልኩም ናብ ዘይኮነ ስምዒት ክትደፋፍእዎ ምስ ደስ ኣይብልን ማለት እዩ ኣነ ጸሎተይ ምስታ ጅብዕቲ ዝኾነት ጓሎም ማለት እዩ ብሓንሳብ ኮይኖም ተመሊሶም ከም እንደገና ፍቕሮም ሃኒፆም ብሓንሳብ ክኾኑ ክዕረቑ እዩ ጸሎተይ ማለት እዩ ጭራሽ ቤተሰብ ድማ ናብ ካሊእ በቃ ሮዚ ገዲፉስ ሓድሽ ሂወት ክጅምር እዩ ትደፋፍዎ ኣለኹም እና ተረጋግዑ። ቤተሰብ ንምንታይ እንታይ ገበረታ ቆልዓ ኸ ማለት እዩ። እዚ ህፃን ቆልዓስ ምስ ኣቦኣ እና ምስ ኣዲኣ እባ ትዕበ ቤተሰብ እና እዚኣ ክብለኩም ዝደሊ ማለት እዩ። ምንም ልፈልጦም ምስጢር የብለይን ስለ ጆትና ዳዲ ማለት እዩ። እና ላይክ ሼር ምግባር ሳብስክራይብ ምግባር ኣይትሕመቑ ኢኹም ንስኻትኩም ድማ ቤተሰብ ማለት እዩ ኣብ ቀፃሊ ቪድዮና ክሳብ ንራኸብ ሰሰናይ ንዓኹም ባይ ባይ ክብለኩም ይደሊ